ሰላም ክቡራት ተኻተልቲ ብመጀመርታ ኩልኹም ነበርቲ ካናዳ እንቋዕ ሓጎሰኩም እንቋዕ ሓጎሰና ካናዳ ንኣሜሪካ ስዒዳታ ኣላ ካናዳ ምስ ኣሜሪካ ናይ ሆኪ ጌም ፀወታ ነይርወን እዚ ሆኪ ጌም ናይ ፎር ኔሽንስ ሆኪ ካፕ ፋይናል እዩ ዝበሃል ኣዝዩ ዓብዪ ዝኾነ ናይ ሆኪ ፀወታ እዩ ከም ዝፍለጥ ኣብ ካናዳ እቲ ብቐንዱ ዝፍለጥ ፀወታ ሆኪ እዩ ካናዳ ከዓ ሓንቲ ካብተን ኣብ ዓለምና ዝበለፃ ናይ ሆኪ ተፃወቲ ጋንታታት ኣለዋ በዚ ኣጋጣሚ ካናዳ ምስ ኣሜሪካ ናይ ሆኪ ጌም በጺሕዋ። ህዝቢ ካናዳ ከኣ ነዚ ብሃንቀውታ ዝጽበዮ ዝነበረ ጸወታ ደገፎም ንምርኣይ ናብቲ ሜዳ እዮም ተረኺቦም። በዚ ኣጋጣሚ ከኣ ካናዳ ንኣሜሪካ ስዒራታ። ኣዝዩ ደስ ዘብል ኒውስ እዩ። ብዝኾነ ሎሚ መዓልቲ ሰፊሕ ዝኾነ ዜና ሒዘልኩም መጺ ኣለኹ። ብመጀመርታ ግን እዚ ካናዳ ንኣሜሪካ ኣብ ሆኪ ጌም ስለ ዝሰዓረታ ብመጀመርታ ንኹልኹም ተኸታተልቲ ናይዚ መደብ እዚ ኩልኹም ኣብ ካናዳ ትቕመጡ ካልእ ይትረፍ በዚ እንቋዕ ሓጎሰኩም እንቋዕ ሓጎሰና ደገፍቲ ሆኪ እንተለኹም ከኣ እንቋዕ ሓጎሰኩም ደጊመ ደጋጊመ ይብለኩም እቲ ጸወታ ከመይ ነይሩ ከርእየኩምየ ቀዲመ ግና ኣርእስታት ናይ ሎማዓልቲ ዜና ከምጽኣልኩምየ ፈለማ እዚ ዝነበረ ናይ ሆኪ ጌም ከመይ ነይሩ ሓጻር ቪድዮ ከርእየኩምየ ከምኡውን እቲ ፕራይም ሚኒስተር ጃሶን ትሩዶ ዝሃቦ መግለጺ ነይሩ ብዛዕባ እዚ ጸወታ ኣመልኪቱ ማለት እዩ ናቱ እውን ከስምዓኩምየ ቀጺለ ግን ሓንቲ ኣገዳሲት መልእኽቲ ካብ ሳይን ኣማንኤል ካብ ካልጋሪ ሓበሬታ ዝሃቦ ተሎ ንሱ ከኣ ብዛዕባ ኢሚግረሽን ካናዳ ነዚ ሓድሽ ኣውጽኦሞ ዘለዉ ሕግታት ንዑ ዝምልከት ሓጻር ቪድዮ ውጽኣ ነይራ ካብኣ ቁርጭ ቁርጭ ኣቢለ ንዓኹም ይበቅዕ እዩ ዝበልክዎ ሓጺር ቪድዮ ክቕርበልኩም እየ ገለ ሓገዝ እንተኾነኩም ብምሉእ ክንከታተልዎ ከኣ ኣብ ታሕቲ ሊንክ ክገድፈልኩም እየ ኣብኡ ወቲኹም እቲ ምሉእ ቪድዮ ናታ ክትከታተሉ ክዕድመኩም እየ ሳልሰይቲ ዜና ከኣ ፒየር ፖሊየቭ ሓድሽ ዝኾነ ናይ ምርጫ ኣብ ካናዳ ንዝካየድ ማለት እዩ ካብ ሕጂ ካምፔን ጀሚሩ ኣሎ። ፒየር ፖሊየቭ እንታይ ዓይነት መብጽዓታት እዩ ዝህብ ዘሎ? እዚ መብጽዓታት ከ ናይ ስራሕ ዕድላት ክፈጥር ድዩ ዝብል ኣርእስቲ እዩ ክኸውን። መበል ራብዐይትን ናይ መጨረሻን ኣርእስትና ከኣ ብዛዕባ ኣብ ስራሕ ኣብ ካናዳ ዘሎ ብዛዕባ ጆብ ፌር ክንዛረብ ኢና። ፈለማ በታ ብካናዳ ንኣሜሪካ ዝሰዓራታ ቪድዮ ብኣ ክጅምር እየ። ሰናይ ምክትታል።

መጀመርታ ብመዝሙር ሃገራዊት ጋንታ ናይ ካናዳ ኦ ካናዳ እያ ትብል መዝሙር ካናዳ ብኣ ይፈሊሙ ስለዚ እታ መዝሙር ኦ ካናዳ ትብል ብኣ ከጭ በቲ ሃይላይት ናቲ ጌም ክጅምረልኩም እዛ ትሪዋ ዘለኹም ትዊት ጃስትን ትሩዶ ኣብ ኤክስ ማለት እንታይ ኢሉ ጽሒፉ ዩ ካን ቴክ ኣር ካንትሪ ዩ ካን ቴክ ኣር ጌም ካናዳ ንኣሜሪካ ስዒራታ ማለት እዩ ፀወታ እዚ ነታ ጎል ዘእተወ ናይ ኤድመንተን ኦይለርስ ተፃዋታይ ኮነር ሚክደቪድ ነይሩ ሓደ ካብቶም ዝበለፁ ሆኪ ፕሌየርስ ናይ ዓለምና ማለት እዩ ጃስን ትሩዶ እንታይ ኢሉ ፅሒፉ ዩ ካን ቴክ ኣር ካንትሪ ዩ ካን ቴክ ኣር ጌም ሃገርና ክትወስደልና ኒኻ ፀወታኻ ክትወስደልና ኒኻ ካናዳ ሓንቲ ካብተን ዝበለፃ ናይ ሆኪ ጋንታታት እያ ኢንተርናሽናል ማለት እዩ

ሕጂ እቲ ዝገርም ዶናልድ ትራምፕ ኣብዚ ንጃስትን ትሩዶ ምስ ዓደሙ ኣብ ሓደ ኣኼባ እንታይ ኢሉ ጸውዕዎ? ጋቨርነር ትሩዶ ኢሉ ጸውዕዎ። ሕጂ ገለ ገለ ሰባት ከም ላግጺ ወሲዶሞ፣ ብዙሓት ሰባት ግን ላግጺ ኣይኮነን ሓደ መራሒ ሓደ ሃገር ጋቨርነር ኢልካ ክትጽውዖ። ሶ እንተ ናይ ሶሻል ሜድያ ብፌስቡክ ቃልሲ ኮይኑ ማሕበራዊ ሜድያ ቃልሲ እንተ ኮይኑ እወ ንሕና እውን ዘይንጻወቶ ጸወታ ኢሎም ይምልሱሉ እዮም ዘለዉ። ዳትስ ዋይ ከም ትሪእዎ ዘለኹም ከኣ ጃስትን ትሩዶ ብትዊተር መልሲ ይቦ ኣሎ። እዚኣ ኣብ መጨረሻ ደእተዋ ናይ ትዊተር ማለት እዩ ዕለት ዕስራ ወርሒ ክልተ ክልተ ሽሕ ዕስራን ሓሙሽተን። on their tables, they were on their chairs, they were hugging their friends, lifting their friends. ኣረ ክንደይ ሓጎስ ከም ነብሮም ቶም ሰባት ክትሪእዎ ኢለ እየ እዛ ቪድዮ እዚኣ ዝርእየኩም ዘለኹ ረኣይዎም ካናዳ ምስ ሰዓረት በቃ ነንሕዶም ክተሓቆፉ ዝፈልጥዎምን ዘይፈልጥዎምን ካናዳ ብሪው ሃውስ ዝበሃል ኣሎ ከምዚ ሬስቶራንት ባር ዝዓይነቱ ማለት እዩ በቃ መሊኡ ዕለቕሊቑ እዩ ነይሩ

እዚ ትሪእዎ ዘለኹም ኣብ ኦቨርታይም ዘጋጠመ ጸወታ እዩ። ኮነር ሚክ ዴቪድ እታ ኣገዳሲት ጎል የእቲዋ፣ ካናዳ ከኣ ክትዕወት ክኢላ። ሕራይ እዛ ጸወታ እዚኣ ኣዝያ ወሳኒት ጸወታ እያ ነይራ። ጃስትን ትሩዶ ኣብ ናቱ ኢንስተግራም ዘውጽኣ ቪድዮ ኮይና፣ ካናዳ ክትዕወት ከላ ማለት እዩ። ምስኡ ዘሎ ጎኒ ከኣ እቲ ናይ ካናዳ ኢሚግረሽን ሚኒስተር ማርክ ሚለር እዩ። ሓቢሮም ደገፎም ንቲም ካናዳ ከርእዩ ከለዉ ማለት እዩ። ሕጂ እቲ ሓጻር ቪድዮ እንከታተል ኣዚ ሓጻር ቪድዮ ኣጀ ሰለብሬት ናግበር ካናዳ ክትስዕብ ከላ ማለት እዩ እዚኣ እሳ መልእኽቲ እዩ ንኣሜሪካ ሃገርና ይትወስደልናን ኢኻ ጽንዓት ካናዳ ንምርኣይ ማለት እዩ ኤንወይ እዚ ሓጻር ቪድዮ ክርእየኩም ዝደለኹ ናይ ሓጎስ ናይ ካናዳ ኩሉ ቃላ ይብዛሕ እዚኣ ግን ንእሽተይ ትንፋስ ትኾነትኩም መሐጎስ ትኮነኩም ኢለ ደቕርባ ደለኹ እምበር እኳ ኣብዚ ሰዓት ብዙሓት ስራሕ ትሰኣንኩም ኣለኹም ብዙሕ ብዛዕባ ስራሕ ትዛረቡ ኣለኹም ኣብ መጨረሻ ግን ናይዛ ቪድዮ እዚኣ ብዛዕባ ስራሕ ገለ ክንዛረብ ኢና ቀፂለ ዘምፅኣ ቪድዮ እታ ናይ ሳይን ኣማኑኤል ካብ ካልጋሪ ማለት እዩ ንእሽተይ ሓበሬታ ኣውፅኣ ኣላ ካብኣ ንእሽተይ ኣገዳሲ ዝበልኳ ክሊፕ ሼር ክብል እየ መታን ክትሪእዎ ብቆዱ ግን ኣብ ቻናላ መታን ክትሪኡ ሊንክ ኣብ ታሕቲ ክገድፈልኩም እየ እታ ቪድዮ ከርእየኩም ሕጂ ማልያ ወፅያ ፌብርዋሪ ዕስራ ክልተ ሽሕን ዕስራን ሓሙሽተን ክልተ ነገር እዩ ኣውፂኡ ዘሎ ሓንቲ ፋሚሊ ቤስ ትብል ነይራ ስድራ ንዘለዎም ኣብ ካናዳ ዝግበር ፕሮሰስ ዓሚ ዝወፀ መምርሒ እዩ ዝውን ቀልጢፋ ምልያ ጠጠው ኢላ ነይራ ንዓ ቁፅሪ ወሲኽላ ኣሎ ካልኣይቲ ከዓ ሓዳሽ ነገር ከዓ ፕራይቬት ስፖንሰር ንዝግበር ሰብ ብመንግስቲ ይኹን ብካልኦት ኣብኡ ከዓ ቁፅሪ ወሲኽ ውፅእ ሂብና ኣሎ ካብኡ ዝተወሰነ በዚ ክልተ ነገራት እዮም በብሓንቲ ክንሪኤን ኢና ካብ ዓሚ ዝወፀት ተቐንዲ መምርሒት ኣብኡ እያ ዘላ። እቲ ኩሉ ትሕዝቶ ኣብኡ ዘሎ ኢና ክንጥቀመሉ። ንፎሬን እያ ትብል ነይራ፣ ንናይ ደገ ናይ ወጻእተኛ ንዝኾኑ ፎሬን ናሽናሊቲስ ኣፌክትድ ባይ ኮንፍሊክት ኢን ሱዳን። ስለዚ ናይ ሱዳኒዝ ጥራይ ዘይኮኑሲ ዝኾነ ብናይ ሱዳን ክስታይ ዝተጸልወ ብናይ ሱዳን ዝተላዕለ ሽግር ቅልውላው ዝተጸልወ ዝኾነ ዜጋ እዩ ዝጥቀመላ ዝኽእል ነይሩ። ኤርትራዊ ሶርያውያን ነይሮም ኣብ ኣብ ሱዳን ዝነበሩ ካብ ሱዳን ተፈናቒሎም ንኢትዮጵያ ዝኸዱ በዚ ኣብ ፕሮግራም ከምዝተጠቐሙ ስድርኦም ሓዎም ከምዝጥብሱስ ከምዝገበሩ እዩ ይዝክር። ስለዚ ኤርትራውያን ስደተኛታት ጠቒሞምላ እዮም፣ ካልኦት ተጠቒሞምላ እዮም፣ ሱዳን እውን ተጠቒሞምላ እዮም። ስለዚ ንዓ ሓጻር እያ ነይራ ሰለስተ ሽሕን ክልተ ሚእትን ሓምሳን ጥራይ እዩ ተፈቒዱ ነይሩ። ቀልጢፋ መሊኣ ክልተ ወርሒ ጥራይ እያ ወሲዳትላ። ቀልጢፋ ስለዝመልአት ጠጠው ኢላ ነይራ። ሕጂ ንዓ ከም ብሓድሽ ክኸፍትዋ ምዃኖም እሞ ቁጽሪ ከኣ ክውስኹ ምዃኖም ሽሕን ሸውዓተ ሚእትን መመልከቲ ወሲኸልኩም ኣለኹ ኢሉ እዩ እዛ ናይ ትማሊ ኣውጺእዋ ዘሎ ማለት እዩ።

ነቲ ቁጽርታት ከይተናቆፉ ማለት እዩ ሕጂ ነዚኦም ፋሚሊ ቤዝድ እዮም ናይ ስድራ ፕሮሰስ ልክዕ ከምቲ ናይ መጻምድትኻ ደቅኻ ክተምጽእ ከለኻ ትገብሮ ፕሮሰስ ሓደ ዓይነት ኣሰራርሓ እዩ ዘለዎ ዝኽፈል ገንዘብ ውን ኣለዎ ንካናዳ ኢሚግረሽን ስለዚ በዚኣ እታ ፋይል ግን ኤፍ ኣይትመጽን ትመጽእ ስቲም ጂ እያ ትመጽእ ስለዚ ኣብዚ ናይ ፋሚሊ ቁጽሪ ዘእትውዎ ኣይመስለንን ድሕር ድኣ ናፍታ ናይ ጂን ድሕር ድኣ ኮይኖም ከዓ ካብቲ ናይ ስደተኛ ቁፅሪ እዮም ክወስዱ ግን መምርሒ ዝያዳ ዝመስለለኹምን ክመፀልና እዩ ገና ብሕጂ ኣፍ ክፍት መጽ ደሎ ሰሙን ሰሉስ ፌብርዋሪ ዕስራን ሓሙሽተን ወርሒ ክልተ ዕለት ዕስራን ሓሙሽተን እያ ክትኸፈት ቀልጢፋ ስለ ትመልእ ቅድሚ ምኽፋቱ እንታይ እንታይ የድሎ ተዳሊኹም ንኽትጸንሑ ንማለት ጥራይ ስለዚ ክኸፍትዋ ከለዉ ሽሕን ሸውዓተ ሚእትን እዮም ቁጽሪ ሂቦምና ዝመስል ደሎ ምሽ ግን ካብ ናይ ዝሓለፈ ዓመት ክልተ ሚእቲ ዝመለስዎ ነይሩ ካብ ዝተቐበልዎ መሊ ኢሎም ዝመለስዎ ነይሩ ንዕኦም ከነጥም ኢና ሕጂ ኢሎም ኣለዉ ስለዚ ክልተ ሚእቲ ተላዒለን ኣለዋ ኦረዲ ሓሙሽተ ሚእቲ ከዓኒ ኣብ ኩቤክ ንዘለዉ ኩቤክ ኣብ ካናዳ ዘላ ፍልይ ዝበለ ኣሰራርሓ ናይ ኢሚግረሽን ዘለዎም ፍሬንች ዝዛረቡ ኣውራጃ እዮም። ሕጂ ኣብ ኩቤክ ኣይፍቅድን ነይሩ ግን ሕጂ ስድራኹም ኣብ ኩቤክ እንድሕር ኮይኖም ዘለዉ ኣብ ኩቤክ ሃልዮም እቲ ናቶም ስድራ ምዃኖም መርኣይ ስፖንሰር ክኾኑ ክእሉ እዮም ዝትሓዝ ገንዘብ ገለ ኩሉ ካብኦም ኮይኑ ፕሮሰስ ክገብሩ ፈቒዶም ኢሎም ኣለዉ እቲ ዝመፅ ሰብ ግን ኣብ ኩቤክ ምእታው ይፍቀድ ኣብ ኩቤክ ሓዲሶም ስለዘይቅበሉ ዘለዉ ምስ መፀ እቲ ሰብ ኣብ ካልእ ፕሮቪንስ ኣብ ካልእ ኣውራጃ ክነብር ምዃኑ ከዳልውሉ ክኽእሉ ኣለዎም ስለዚ ክንፈቕደልኩም ኢና ንብዓም ኢሎሞም ኣለዉ ሓሙሽተ ሚእቲ ሂቦሞም ኣለዉ ነቶም ናይ ኩቤክ ስጋብ ወርሒ ኣርባዕተ ዕለት ዓሰርተ ሸውዓተ እዮም ፈቒዶምሎም ዘለዉ ስለዚ ኩቤክ ዘለኹም ነዚ ክትዳለውሉ ስለዚ ተን ሓሙሽተ ሚእቲ ወሲዶምልና ኣለዉ ሽሕ ጥራይ እዮም ፈቒዶም ዘለዉ ኢልና ክንሓሰብ ንኽእል ኢና ካብተን ሓሙሽተ ሚእቲ ተረፍ እንድሕር ኣለዉ እቶም ናይ ኩቤክ ትርኢት ጠቒሞምሉ ክመልስዎ እንድዮም ዝፅእኑ ንዓና ክብሉና እዮም ማለት እዩ። ሕጂ እዘን ሽሕ ቀልጢፈን እየን ክመልኣ ናይ ሱዳን ኮሚኒቲ ይዳለውሉ እዮም ዘለዉ እተን ቁፅሪ ቀልጢፈን ክመልኣ ስለ ዝኾና ተዳሊኹም ንኽፃንሑ ማለት እዩ። እንታይ ደድሊ ንኽምድላው ካብቲ ዝመፅእ ዘሎ ስደተኛ ኣብ ሱዳን ከም ዝነበረ ቅልውላው ክልዓል ከሎ ውግእ ክልዓል ከሎ ወርሒ ኣርባዕተ ክልተ ሽሕን ዕስራን ሰለስተን ኣብ ሱዳን ከም ዝነበረ መርኣዩ ክደልዮም ክደልዮም ኣብ ከምዛ ዝትሪእዎ ዘለኹም ትሪስታ ማለት እዩ ፖዝ እናገበርኩም ሪእዎ ብሓደ ኢድ ኣይትንከዶን ኢና ግን ፖሊስ ክሊራንስ ዝሓትት እዩ ኣብ መብዛሕትኡ ፖሊስ ክሊራንስ ካብ ዘለኹሞ ናይ ካብ ወንጀል ነፃ ምዃንኩም ከተቕርቡ እንድሕዳእ ዘይክኢልኩም ብፅሒት ኢልኩም ክተእትውሎም ኣለኩም ግድን ዝኽፈል ብገንዘብ ከዓ ከምዝተኸፈለ ከዓ ተኸፊሉ እውን ክኣቱ ኣለዎ ክንደይ ገንዘብ እዩ ዝኽፈል ንካናዳ ኢሚግሬሽን ንሳውን ኣብዚኣ ከምዛ ትሪእዋ ዘለኹም

መርኣያ ከድልዮ እዩ ብምንታይ ኣታዊታት ከመይ ገይሩ ክገብሮ እዩ ኣብዛ ቀፂላ ዘላ ክትሪእዋ ትኽእሉ ኢኹም ክንምንታይ ከም ዘድልዮ ስለዚ ወይ ኣታዊ ኣለኒ ኢሉ ታክሲ ኣሰስመንት እዩ ዝበሃል ናይ ዓመት ኣታዊና ዝረኣየሉ በዓል ካናዳ ዘለኹም ስርድእዋ ከምዚኣ ናይ ዓመት ኣታዊ ካብኡ ክረአ ክእል እዩ እኹል ናይ ዓመት ኣታዊ ተዘይብሉ ከዓኒ ካበይ ኣምጺኻ ኢኻ ከማና ይበሃል ድዩ ኣብ ባንክ ዝተቀመጡ ኣብ ሴቪንግ ዘቀመጡ ገንዘብ ከለዉ እቲ ገንዘብ ክጥቀመሉ ይኽእል እዩ ወይ ከኣ ክልቲኡ ኣታዊ ክንድዚኤን ኣለዋ ንዚኤን ከኣ ክምልኣለን ኢሉ ክገብር ይኽእል እዩ ኣብ ባንኪ ዝቅመጥ ገንዘብ ድሕሪ ደኣ ኣታዊ ዘድልዮ ክንደይ ምዃኑ ከምዛ እዚኣ ትርእይዋ ዘለኹም ማለት እዩ በብስድራኹም ቆጺርኩም ክንደይ ከም ዘድልየኩም ኣብዚኣ ትርእይዋ ትኽእሉ ኢኹም

እዚኣ መንግስቲ ጋር government assisted refuge ማለት መንግስቲ ባዕሉ ስፖንሰር ክገብር ከሎ ኣርባዕተ ሽሕ ክገብር እዩ ስፖንሰር ኢሉ ኣሎ ኣብ ውሽጢ ክልተ ዓመት ክገብር ዝሒዝናዮ ዘለና ዓመት ክልተ ሽሕን ዕስራን ሓሙሽተን ኣላ ንዓመታ ክልተ ሽሕን ዕስራን ሓሙሽተን ክሳዕ ዝውዳእ ኣብ ዘሎ ግዜ ኣብዘን ክልተ ዓመት ኣርባዕተ ሽሕ ክንቅበል ኢና ኢሉ ኣሎ ስለዚ ከም ክልተ ሽሕ ኣብ ዓመት ማለት እዩ ብሓፂሩ ሓድሽ ቁጽሪ ኣይኮነን እቲ ቁጽሪ ዝህቦ ዘሎ መንግስቲ ዓሰርተ ሓሙሽተ ሽሕን ክልተን ሓምሳን እዩ ዝቅበል ኣብ ዓመት በቲ ኣውጺኦሞ ዘለው ቁጽሪ ንዑይ ንትንክፎ ኢና ኢሉ እዩ ስለዚ ክልተ ሽሕ ሎም ዓመት ክልተ ሽሕ ንዓመተ ክልተ ሽሕ ሲ መንግስቲ ከልዕል እዩ ነቶም ኣብ ባይታ ዘለው UNHCR ነቶም ስደተኛ ክታይ ዝገብሩ ዘለውስ ዝያዳ ስደና ስደዱልና ክብልዎም እዮም ማለት እዩ እምበር ወልሓንቲ ሓድሽ ነገር ኣይረኣኩላን ኣብዚኣ።

ስለዚ ምናልባት ነቶም ናይ ሱዳን ኮሚኒቲ ጥራይ ወይ ንናይ ሱዳን ስደተኛ ብዙሕ ስፖንሰር ዝገበሩ ገለ ፈሊዮም ህብዎም ምኾኑ ቀጺልና ክንሪኦ ኢና ሳህ ኣሶሴሽን ዝብሃል ኣሎ ናቶም ክሰል ንዕኦም ኣኪቡ እቲ ኣሰራርሓ ንዕኦም ክነግሮም እዩ ስለዚ እቲ ቁጽሪ ንዕኦም ክወሃብ ካልእ ተን ፍርቀን ተን ሰለስተን ሓምሳን ግን ንዛ ተዓጽያ ዘላ ጉሩፕ ፋይፍ ተዓጽያ ኣላ ምስ ጉሩፕ ፋይፍን ኮሚኒቲ ስፖንሰርን ዝበሃሉ ነዚኣ ክብል ተሰንከፍካ ኢና ኢሎም ኣለዉ እዚ ሓዳሽ ዜና እዩ ስለዚ ብግሩፕ ፋይቭ ነዚኦም ሰለስተ ሚእትን ሓምሳን እዚኣን እናንከፍካይና ካብ ሱዳን ተሰደድን ንዓ ጥራይ ኣፕላይ ክገብር ይኽእል እዩ ከመልክት ይኽእል እዩ ኢሎም ኣለዉ እታ ብሕጉስ ዜና ከዓ ረፊጅ ኣይዲ የድልየ ብዘይ ረፊጅ ኣይዲ ግሩፕ ፋይቭ ክግበር ኣይከኣልን ኣብዛ ዝሓለፈት ቪድዮን ሰሪሐያ ነይረ እዛ ግሩፕ ፋይቭ ሲ ብሕጂ ክኸፈት ከላ ንዓመታ ምትዕርራይ ክገብሩላ እንድዮም ቁፅሪ ልኸት ክገብሩላ እንድዮም ከምኡ ትገብሩ ትኾንኩም ሰብ ትረፊጅ ኣይዲ ሲ ኣልዕልዎ እንዲና ንዘራረብ ኔርና ስለዚ ይፍትኑ ኣለዉ ማለት ጀሚሮም ኣለዉ ኣብ ካልእ ዓድታት ይግበር እዩ ዝኾነ ቅልውላው ገለ ክብገስ ከሎ ኣፍሪካ ግን ፈለማና እያ ማለት እዩ መጀመርያ ግዜ ካብ ኣፍሪካ ስደተኛ ብዘይ ናይ ረፊጅ ኣይዲ ናይ ሱዳን ተፈናቐለ ተኮይኑ ግሩፋይ ክግበረሉ ኣብዚ እንተወሰና ግዜ ሰለሳን ሓምሳን ቁፅሪ ብጣዕሚ ሒደት እዩ ግን ካብ ወልሓንቲ ዝሓይሽ
ሕራይ ከምዚ ክትሰምዋ ዝጽናሕኩም ሳይን ኣማንኤል እቲ ኣገዳሲ ዝበሃል እዋናዊ ሓበሬታ ናይ ኢሚግሬሽን ኣምጽኣትልና ኣላ እዚ ዕድል እዚ ክትጥቀምሉ ትኽእሉ ብፍላይ እዞም ብሰንኪ ኣብ ሱዳን ዝነበረ ዕግርግር ዝተፈናቐልኩም እዚ ኣፖርቹኒቲ ክትጥቀምሉ ኣለኩም ኣዝዩ ዝሕጉስ ብስራት እዩ ዋላ ንእሽተ ይኹን ሓጎስ ሓጎስ እዩ በዚ ዕድል እዚ ተጠቒምኩም ናትኩም ፕሮሰስ ክትፍትኑ ከዓ ኣነ በዚ ኣጋጣሚ እዚ ተረኺቡ ከሎ ፈትኑ ይብለኩም ብዝኾነ እቲ ሙሉእ ሓበሬታ ክትሰምዕዎ እቲ ሊንክ ኣብ ታሕቲ ክገድፈልኩም እየ ኣብ ናታ ቻናል ኣቲኹም ክትርእይዎ ማለት እዩ ምናልባት እዞም ኣብ ናይ ካናዳ ዳት ሲኤ እቲ ናይ ካናዳ ዌብሳይት ክትርእይዎ ትደልዩ ከዓ ሊንክ ኣብ ታሕቲ ክገድፈልኩም እየ ኩሉ ሊንክ ኣብ ታሕቲ ክፅንሓኩም እዩ ምስ ኣብ ኣብ ኣርእስቱ ገይረ ካናዳ ዌብሳይት ናይ ሲያይና ማንኤል ዩቱብ ቻናል ከምኡ ውን እቲ ካልእ ቪድዮታት ክትርእይዎ ትደልዩ ኣው ምስ ሽሙ ክገድፈልኩም እየ ገለ ገለ ሰባት ኣብቲ ኮመንት ትሓቱ ኣለኹም እንታይ እዩ ኣበይ ኣሎ ኣየና እዩ ትብሉ ኣለኹም ኣብ ባዮ ኣትኹም ክትርእይዎ ኣለኩም ኦኬ ሓራይ ናብ ሳሴቲ መደብ ንዓጽር ሕራይ መበል ሳሴቲ መደብ ሒዝና መጽና ዘለና ናይ ፒየር ፖሊየቭ መልእኽቲ ማለት እዩ ሓጻር ናይ ኣርባዕተ ደቂቃታ ቪድዮ ብዛዕባ ንካናዳ እንታይ ዓይነት መብጽዓ እዩ ዝገብረላ ዘሎ እሱ እንተ ተመሪጹ ሓደ ካብቲ ክገብሮ መዲቡ ዘሎ ብቐንዱ እቲ ኣገዳሲ ዝብሎ ኣነ ፈርስት ታይም ሆም ባየርስ ንመጀመርታ ግዜ ገዛ ትገዝእ እንተ ኣለኻ ሓምሳ ሽሕ ካት ክገብር እዩ እቲ ታክስ ትኸፍሎ ኣይክህሉን እዩ ማለት እዩ ዊች ሚንስ ብጣዕሚ የዋፅእ ማለት ብጣዕሚ ሓጋዚ ዝኾነ ዲል እዩ ከምኡውን እቲ ኢንካም ታክስ ከጉድሉ እየ ይብል ኣሎ ሆፕሊ ኣብቲ ግብሪ ከውዕሎ ማለት እዩ ቐንዲ ክኣልዮ ወሲኑ ዘሎ ከኣ እቲ ካርቦን ታክስ ዝበሃል That's why እቲ መብዛሕትኡ ንብረት ዝኸብር ዘሎ ብሰንኪ ካርቦን ታክስ እዩ ክብል እዩ ዝዛረብ So እዚኣ እታ ሓጻር ቪድዮ ከስምዓኩም እሞ ሓቢርና ሽዑ ንእሽተይ መግለጺ ይእክበኩም እየ። down deficits, income taxes and inflation. We will get rid of the carbon tax.

ክሳብ ሓምሳ ሽሕ ዝበፅሕ እቲ ጂኤስቲ ክኣልዮ እዩ ታክስ ማለት እዩ ስለዚ ክሳብ ሓምሳ ሽሕ ሰብ ክትገብር ከም ትኽእል ከምኡ እውን እቲ ናይ ኢንፍሌሽን ኣብ ሰዓት እዚ ነገራት ኩሉ ከቢሩ ዘሎ ብሰንኪ ዝቕባበ ማለት እዩ ብዙሕ ገንዘብ ኣብቲ ማርኬት ስለ ዘሎ ንዑ ጎኒ ጎኑ ዝኸይድ ንብረት የለን በዚ ምክንያት ከዓ ገንዘብ ቫልዩ ይሓስር ማለት እዩ ሶ ብዙሕ መብፃዕ ዝህብ ዘሎ ግን ሓፃር ክነግረኩም ስለ ዘለኒ እዚኣ ናይዚ ሰሙን እዚ ዝሃባ ካምፔይን ብዙሕ ካምፔይን እዩ ዝገብር ዘሎ ብሶንኪ ከኣ ዝተፈላለየ ቪድዮታት ዝወጽእ ዘሎ ኣብ ዝተፈላለየ ዜናታት ወጽ ይቀርብ ኣሎ ማለት እዩ እዚ መብጽዓታት ከኣ ኣብ ግብሪ ክውዕል እዩ ማለት እዩ ሓራይ መበል ራብዒቲ መደብ ሒዝያ መጽኦ ዘለኹ ሕጂ ብዛዕባ ስራሕ እያ ክትከውን ሓራይ ተኸታተልቲ ሕጂ ብዛዕባ ጆብ ፌር ክንዛረብ ኢና ማለት እዩ ጥራይ ኣብ ጉግል ኣቲኹም ንስኹም ጆብ ፌር ኒርሚ በልዋ ጆብ ፌር ሕጂ ኣነ ጆብ ፌር ኤድመንተን ኢለያ ከዛ ኣብ ኤድመንተን ስለ ዝቕመጥ ማለት እዩ ድሓር ንታሕቲ ከይድኩም እዚኣ ኦል ኢቨንትስ ትብል ዘላ ሊንክ ኣብ ታሕቲ ገድፈልኩም እየ ጆብ ፌር ኤድመንተን 2025 ሃይሪንግ ትብል ዘሎ እቲ ዓይነት ናይ ስራሕ ዕድል ኣሎ ክሊክ ግበርዋ ክሊክ ምስ በልኩሞ ናብ ካልእ ዌብሳይት ትወስደኩም እዚ ትሪኦ ዘለኹም ሕጂ ጥቓይ ዘሎ ናይ ጆብ ፌር ኣኼባ እዩ ማለት እዩ እዚኣ ዌንስደይ 26 ማርች ጆብ ፌር ኣሎ ብዝኾነ ግን ዴት ተእቱ ምሽ ኣብዚ ኣብዚ ቀረባ እዋን ተልካያ ብዙሕ ሓበሬታ ከተምፅኣልካ ትኽእል እያ ሶ ሪሰርች ንምግባር ክሕግዘኩም ዝኽእል ማለት እዩ ብዙሕ ዓይነት ጆብ ፌር እዩ ዝወፅእ ሊንክ ግን እዚኣ ክገድፈልኩም እየ ባዕልኹም ብሞባይልኩም ብኮምፒተር ምርኣይ ከድልየኩም እዩ ኣገን ሕጂ ኢኮኖሚ ናይ ካናዳ እቲ ስኢደ ኣሎ ኣብ ሰዓት እዚ ብፍላይ ዊንተር ጃንዋሪ ፌብሪ ውሕድ ስራሕ እዩ ደሎ ቢካዝ ካብ ኒው ይር ስለውፅእ ድብሉ ኤቭሪቲንግ ስሎ እዩ ድሓር ግን ማርች ከዓ እትኸሎ ግን ምንቅስቃስ ይጅምር ሶ ብዙሕ ናይ ስራሕ ዕድላት ክፍጠር እዩ ኣጆኹም ሰርች ምግባር ከድልየኩም እዩ ግን ብዙሕ ተስፋታት እዩ ዘሎ ሶ ብዙሕ ኣይትጨነቁ እዞም ኣብዚ ሓድ ትመፅኡ ኣለኹም ሓደሽቲ ብዙሕ ናይ ስራሕ ዕድላት ይኽፈት ኣሎ ሶ ኣጆኹም ክብለኩም ይደሊ በዚ ኣጋጣሚ እዚ እዚኣ ግን እዛ ሊንክ እዚኣ ኣብ ታሕቲ ክገብረልኩም ኣቲኹም ሰርች ክትብሉ ኒያርሚ ጥራይ በልዋ ደን ካብኡ ተበጊስኩም ብዙሕ ዕድል ክትረኽቡ ኢኹም። ዝኾነ ሆፕ እዚኣ ትሕግዘኩም ትኸውን ከየንውሓልኩም ኢለ ኣብ ቀጻሊ ብኻልእ መደብ ክሳብ ንራኸብ እዝ ወድሓንኩም።